ሰላም ሰላም መርሓባ መርሓባ ሓድራትኩም ንገሊኹም ድማ መዓላትኩም ክብለኩም ስቲል ኣብዛ ቪድዮ እዚኣ ብዛዕባ ምንታይ ክንምሃር ኢና ብዛዕባ ሬላቲቭ ፕሮናውንስ ንመን ናይ መን ኣየናይ እዚታት ዝስዕብ ኣብነታት ክንቅፅል ኢና እስከ ነዚኣ ንርኣያ ሁም ድዩ ትራስት ንመን ንመን እዚኣ ንመን ማለት እያ ትርጉማ ምሽ ሁም ድዩ ትራስት ንመን ተኣመን ንመን ተኣመን ንብለካ ኣለኹ ሕጂ እዚኣ ከነራብሓ ኢና እስኻ ንመን ተኣመን እስኺ ንመን ተኣምኒ ኣሃ ንመን ትኣምኒ ካልእ ድማ እስኹም ክብል እየ እስኹም እስከ እዚኣ ከምዚ ገይረ እንታይ ዝበሃል ክገብራ ናብ ግእዝ ክቕይረልኩም እስኹም እስኹም እስኹም ክብል ከለኹ ንዓብዪ ሰባ እየ ዛረብ ዘለኹ ሕጂ ንብዙሓት ኣይኮንኩን እስኹም ንመን ተኣምኑ ትኣምኑ እስኹም ንመን ተኣምኑ እዋ ንዓባይ ሰበይቲ ድማ እስኽን እስኽን ሃ ንመን ተኣምና ንመን ንመን ተኣምና ትኣምና እብል ማለት እዩ እስኽን ንመን ተኣምና ከምኡ ድማ ንብዙሓት እስኻትኩም እስኻትኩም እስኻትኩም ምሳይ እንዳፀሓፍኩም እስኻትኩም ንመን ንመን ኣሃ ትኣምኑ ኣይኮንኩም ዝብል ንስኻትኩም ንመን ትኣምኑ ትኣምኑ ራእዋ እዚኣ ትኣምኑ እስኹም ንሓደ ንዓብዪ ሰብኣይ እዩ እስኹም ንመን ትኣምኑ ብል ኣብዚ ግን ንስኻትኩም ተኢለ ንመን ትኣምኑ ዘይኮነ ንመን ትኣምኑታ እየ ዝብል ትኣምኑ ኢለ ትኣምኑ ይቕሬታ ኑ ኢለ እዚኣ ታውስኸላ ንመን ትኣምኑታ ከምኡ ድማ እስኻትክን እንተ ኢለ እስኻትክን እስኻ እስኻትክን ንብዙሓት እየ ዝዛረብ ዘለኹ ንመን ተኣምና ዋላ ተኣምናታ ተኣምናታ ትኸውን እዚኣ ንመን ተኣምና ዘይኮነሲ ንመን ተኣምና ኣብዚ ነለ ራይዋ እስኽን ንመን ተኣምና ይብልና ሓንቲ ዓባይ ሰበይቲ ንብዙሓት ግን እስኻትክን ተይለ ንመን ተኣምና እታ እስኻትኩም ንመን ተኣምኑ እታ ከምዚ ክንብል ይግባኣና ከምኡ ድማ ኣብዚ ሕጂ ሁም ድዩ ትራስት ክብል ከለኹ ንሓደ ሰብ እየ ንመን ተኣምን ግን ንመነመን ድማ ክንብል ንኽእል ሕጂ ንኣብነት እዚኣ እዚኣ ከምዚ ገይረ እስኻ ኢለ እዚኣ ኤክስፓንድ ክገብራ እየ እስኻ ንመን ንመን ንመነ መን ንመነ መን ተኣምን ክልትኤን እስኻ ንመን ተኣምን ክብል ከለኹ ንሓደ ሰብሲ ንሓደ ሰብሲ ካብ ብዙሓት ማለት እዩ ንመን ተኣምን ይብል ኣለኹ ኣብዚ ድማ እስኻ ንመነመን ትኣምን፣ Whom do you trust፣ ክብል ከለኹ ክልቲኡ እዩ ዘስምዕ ትርጉሙ፣ ሕራይ እስኻ ንመነመን ትኣምን። እዚኣ ሕጂ ኮፒ ገይረ ኣብ ኩለን ክጥቀመላ እየ። እስከ እዚኣ ንርኣያ፣ እዚኣ ድማ እስኺ፣ እዚኣ ርኣያ እስኺ፣ ይቕሬታ እዚኣ ከምዚ ገይረ እስኺ ኣሃ ንመን ተኣምኒ ጥራሕ ዘይኮነ ንመነመን ተኣምኒ እዚኣ ከምዚ ገይራ ኣብዚ ክቕይረ ንመነመን ተኣምኒ ንመነመን ተኣምኒ እስኺ ንመነመን ተኣምኒ ሕጂ ንብዙሓት ካብ ብዙሓት ሰባት ሲ ንክልተ ድያ ንሰለስተ ድዮም ንኣርባዕተ ድዮም ንሓሙሽተ ድዮም ዲፐንዲንግ ንመነመን ተኣምኒ እስኺ ንመነመን ትኣምኒ እስኺ ንመን ትኣምኒ ፍልልይ ኣለወን እዚአን እዚኣ ንሓደ ሰብ እያ እዚኣ ድማ ንብዙሓት ሰባት እያ ከምኡ ድማ እስኹም ኢለ ኣብዚ እንተ ደኣ እስኹም ንመን ተኣምኑ ኢለ እስኹም ንመን ተኣምኑ እዚኣ ድማ ኤክስፓንድ ክንገብራ ኢና እስኹም ንመን ተኣምኑ ንመነመን ተኣምኑ ክገብራ እያ እዚኣ ንመነመን ድማ እዚኣ ኩላህና ብሓንሳብ ኮይና ንፅሓፈን ንመነመን ትኣምኑ ንመነመን ትኣምኑ እስኹም እስኹም ንመን ትኣምኑ እስኹም ንመነመን ትኣምኑ ኦኬ እዚ ኩሉ እዚ ትርጉም ኣለዎ ኣብ ትግርኛ ንሓንቲ ጥራሕ ኣይኮነትን ኩሉ ግዜ ኦኬ ሕጂ ድማ ኣበይ በፂሕና ኣለና እስኽን ኢለ እስኽን ንመን ትኣምና እስኽን ንመን ትኣምና ድማ እዚኣ ከምዚ ገይረ ስኽን ንመን ተኣምና ስኽን ንመነመን ተኣምና ክገብራ እየ ንመነመን ተኣምና ስኽን ንመነመን ተኣምና ምሳይ እንዳፀሓፍኩም እስኽን ንመን ተኣምና እስኽን ንመነመን ተኣምና እስኻትኩም ክብል ከለኹ ድማ እስኻትኩም ንመን ትኣምኑታ ድሕር ኢለ ብዙሓት እዮም እዚኦም ምሽ ንመነመን ትኣምኑታ እስኻትኩም ድማ ሕጂ እዚኣ እንታይ እያ እታ ትርጉማ ንመነመን ትኣምኑታ ንመነመን ራይዋ ንመነመን ትኣምኑታ ኣሓ እስኻትክን እንተኢለ ድማ ከምኡ ማለት እዩ እዚኣ ድማ ባዕልኻትኩም እስከ ከተራብሕዋ ፍትኑ እስኻትኩም ንስኻትኩም ተይለ ድማ ንስኻትኩም መጀመርታ ኮፒ ክገብረልኩም እየ ንስኻትኩም ንመነመን ንመነመን ተኣምኑታ እዚኣ ድማ ከምዚ ጌርና ንዐርያ ንመነመን ተኣምኑታ ንመነመን ተኣምናታ ንስኻትክን ሶሪ ሰራይዎ ክሳብ ክንደይ ሃብታም ምዃኑ ቋንቋና ሁም ድዩ ትራስት እንተ ኢለ ሁም ድዩ ትራስት whom do you trust እስቲ ኣብዚኣ እዚአን ከምዚ ገይረ ሕብረን ክፈላለየልኩም እየ እስኻ ንመን ተኣመን እስኻ ንመነመን ተኣመን ከምኡ ድማ እስኺ ንመን ተኣምኒ እስኺ ንመነመን ተኣምኒ እቲ ኣብዚ ንሓደ ሰብን ንብዙሓት ሰባት ምእማንን እዩ ማለት እዩ ኦኬ እዚኣ ድማ ከምኡ ማለት እዩ እስኹም ንመን ተኣምኑ ንሓደ ዓቢ ሰብኣይ ንመን ካብዚ ኩሉ ሰብሲ ንመን ኢኹም ትኣምኑ ንሓደ ሰብ እዮም ዝኣምኑ ንመን ትኣምኑ ንስኹም ንመነመን ትኣምኑ ካብቶም ብዙሓት ድማ ንመነመን ኢኹም ትኣምኑ ክንደይ ሰባት ኢኹም ትኣምኑ ማለት እዩ ብሓጺሩ እስኺ እንተኢለ ድማ እስኺ ንመን ትኣምና ሕጂ ድኣዮ ኣብዚ ንብዙሓት ኣይኮነን እዚኣሲ ምዚኣ ከይተደናግረና እስኽን እስኻትኩም ብዙሕ ሰብ ምክንያቱ እዚ እዚሲ እስኽን ንመን ትኣምና እስኻትክን እስኻትክን ንመን ተኣምናታ እዚኣ ፍልልይ ኣለወን እስኻትክን ተይለ እዚኣ ኣይትረስዑ ታ ኣይትረስዑ ከምኡ ድማ ቀፂለ እስኻትኩም ተይለ እስኻትኩም ንመን ተኣምኑታ እስኻትኩም ንመን ተኣምኑታ እስኻትኩም ንመነመን ተኣምኑታ እስኻትክን ንመን ተኣምናታ እስኻትክን ንመነመን ትኣምናታ ኣይሆብ ተረዲእናኹም ክኾና ተስፋ ገብር ኩለን እዚኤን ብመደቤ ሓዋዊሰ ዘምፀን ዘሎ ምክንያቱ ዝበዝሐ ግዜ ንሕና ብፍላይ ነዚ ናይ ርባሕ ብዝሒት ነዚ ነዚ እታ ዘለዎ ብዙሕ ዓይነት ዝተብህለሉን ኢና ድማ ምስቲ ናይ ክብሪ ኣፀዋውዓ ኩሉ ንሓዋውሶ ኣብ ክንዲ እስኻትኩም ንብል እስኹም ንብል ኣብ ክንዲ ተኣምኑ ኣብ ክንዲ ተኣምኑታ ንብል ተኣምኑ ንብል ማለት እዩ እዚኣ ግን ንዓበይቲ ሰባት ምዃኑ ኣይንረሳዕ እየ ደጋጊመ እየ ዘምፀን ዘለኹ እስኹም ንመን ተኣምኑ ኣበይ ኣብርሃም እስኹም ንመን ተኣምኑ እስኹም ንመነመን ተኣምኑ ኦኬ ተረዲአንኹም ክኾና ተስፋ ገብር ቀፂለ ድማ እዚኣ እሱ ናይ መን ሓሳብ ነይሩ እሳ ናይ መን ሓሳብ ነይራ? ሁዝ ኣይዲያ ወዝ ኢት? እሱ ናይ መን ሓሳብ ነይሩ? እሳ ናይ መን ሓሳብ ነይራ? ሁዝ ኣይዲያ ወዝ ኢት? ዛት ወርክስ ዌል ክብል ከለኹ ድማ እቲ እሰርሓልካ እዩ እቲ እሰርሓልኪ እዩ እቲኣ ትሰርሓልኪ እያ እቲኣ ትሰርሓልካ እያ ንምባል የስምዕ ዛት ወርክስ ዋል ክንብል ከለና ሕጂ ኣብዚኣ ድማ ንርኣያ ኣብዚኣ ድማ ሁ ፋውንድ ኢት መን ረኺብዎ ክብል ከለኹ ኦኬ ንዕኡ ምን ረኺብዎ ንዓኣ ምን ረኺብዋ ኣብዚ ሽማት ገይረልኩም ኣለኹ ንዕኡ መን ረኺብዎ ሳሙኤል ንዓኣ መን ረኺብዋ ኤፍረም ንዓኣ መን ረኺባታ ሊድያ ንዓኣ መንኦም ረኺቦማ መንኦም ኣቦይ ዓንዱ ንዓኣ መነኣን ረኺበናኣ ኣይትረስዕዋ ኣደይ ኣለም ንዓኣ መነኣቶም ረኺቦማ በዓል ብርሃነ ንዓኣ መነኣተን ረኺበናኣ በዓል ስላስ ሲ ሁ ፋውንድ ኢት ተረዲኤናኹም ክኾና ተስፋ ገብር ቪድዮና ከይትነውሕ ኣብዚ ከሕፅራ እየ ብዝተረፈ ስሰናዩ ንዓኻትኩም ይኹን